ሰላም ከመይ ጸንሑ ክቡራት ተኸታተልቲ ነዚ ሰዓት ዝሓረናዮም ሓጸርትን እዋናውን ዝበልናዮም ዜናታት ሒዝናልኩም መጺና ኣለና ንኽትከታተልና ድማ ንዕድም

ካብ ሰላሳ ሓምለ ክስካብ ክልተ ነሓሰ ክልተ ሽሕን ዓሰርተ ሸውዓተን ኣቆፃፅራ ግእዝ ኣብ ዘካየዶ ኣኼባ ኣብ ዝተፈላለዩ ርእሰ ጉዳያት ኣድሂቡ ትማሊ ማስዮ ኣብ ዘውፅኦ መግለፂ ሓቢሩ። እቲ ቤት ምኽሪ ኣብ ሰሜን ኢትዮጵያ ዝተኻየደ ደማዊ ኲናት ብሰዓራይነት ከምዝወደእን እቲ ዝተረኸበ ወታደራዊ ዓወት ድማ ኣብ ደቡብ ኣፍሪቃ ብዝተኸተመ ስምምዕ ሰላም ፕሪቶርያ ከምተዛዘመ ዘኻኺሩ። ድሕሪ ምዝዛም ኲናት ትግራይ ቀዳማይ ሚኒስተር ኢትዮጵያ ኣብይ ኣሕመድ፣ ኣብ ደገ ባሕሪ ንኢትዮጵያ ናይ ህልውና ጉዳይ ምዃኑ ብምግላጹ ኣብዚ መዳይ ዝተፈላለዩ ስጉምትታት ወሲዱ ኣሎ። ኤርትራ ብወገና ምስ ካልኦት ኣንጻር ኢትዮጵያ ዝተሰለፋ ሃገራት ናይ ሓባር ምሕዝነት ፈጢራ ኣላ። ኣብ ዝሓለፉ ዓመታት ኣብ ኢትዮጵያ ክልላት ኣምሓራን ኦሮሞን ዕጡቓት ምስ ሓይልታት መንግስቲ ክዋግኡ እንከለዉ፣ ኣብ ትግራይ ድማ ሃገራዊ ቦርድ መረጻ ኢትዮጵያ ሕጋውነቱ ከምዘብቀዐ ዝተነገረሉ ህወሓት ምስ መንግስቲ ፌደራል ኣብ ምውጣጡ ይርከብ። ካብ ህወሓት ተፈንጪሎም ዝወጹ ሰበስልጣን ፌደራል ብግደኦም፣ ህወሓት ምስ መንግስቲ ኤርትራ ርክባት ይፈጥር ከምዘሎ ይኸሱ ኣለዉ።

ተሳተፍቲ ህዝቢ ኩለን ዞባታት ኣብ ዝተረኸብሉ ኣብ ቀጽሪ ኤክስፓ ኣስመራ ብወግዒ ተኸፊቱ። ሃገራዊ ፌስቲቫል ኤርትራ ንዝተፈላለየ ልምዓታውን ቁጠባውን ንጥፈታት ፍርያት ዝተፈላለዩ ትካላት፣ ማሕበራውን ባህላውያን ትሕዝቶታት፣ ምህዞ ሰንዓን ብፍላይ ብሚኒስትሪ ምክልኻል ዝቐርብ ምርኢት ወዘተ ኣጠቓሊሉ ኣቐሪቡ ምህላዉ ክፍለጥ ተኻኢሉ። ንሓደ ሰሙን መመላእታ ዝቐርብ ሃገራዊ ፌስቲቫል ኤርትራ ብዝተፈላለየ ስነጥበብ ትሕዝቶታት፣ ባህላዊ ምርኢት ባዛራት፣ ፊልም ቁሸት ቆልዑ ሚናራት ክትዓት ወዘተ እውን ክቐርቡ እዮም። ብኻሊእ ዜናና ድማ ፕሬዚደንት ኣሜሪካ ዶናልድ ትራምፕ ምስ ፕሬዚደንት ሩስያ ቭላድሚር ፑቲን ዝመፅእ ዓርቢ ኣብ ኤላስካ ተራኺቦም ብዛዕባ መፃኢ ዩክሬን ክዘራረቡ እዮም ትራምፕ ነቲ 15 ነሓሰ ከካይድዎ ዘጠንዎ ኣኼባ ብማሕበራዊ መራኽባት ዕላዊ ዝግበር ኮይኑ ድሒሩ ድማ ብውሃዊ ቃል መንግስቲ ሩስያ ተረጋጊፁ እቲ ውሃዊ ቃል ኣላስካ ምስ ሩስያ ብተዛማዲ እቲ ዝቐረበ ክፋል ኤሜርካ ብምዃኑ ተመራጺ ኮይኑ እዩ ክብል ወሲኹ ገሊጹ። ዋዕላ ክሳተፍ ናብ ሩስያ ከም ዝተዓደመ ድማ ሓቢሩ። ካብ ዩክሬን ዝተዋህበ ቅጽበታዊ ግብረ መልሲ የለን። ሰራብ ነቶ ለካቲት ክልተሽሕን ዕስራን ሓሙሽተን ሩስያ ኣብ ልዕሊ ጎረቤታ ዝፈጸመቶ ኲናት ንምግታእ ዩክሬን መሬታ ክት ክትግደድ ከም ትኽእል ድሕሪ ምእንፋቱ እዩ ክልቲኦም መራሕቲ ከም ዝተራኸቡ ተገሊጹ። ኣብ ኢትዮጵያ ነብሰ-ጾር ብኣካላት ጸጥታ ብልጽግና ተቐቲላ። ፖለቲከኛ ጅዋር መሓመድ ቅድሚ ክልተ ሰዓታት ኣብ ገጻት ማሕበራዊ መራኸብታት ፌስቡክ ብእንግሊዝኛ ዝዘርግሖ ጽሑፍ እዩ። ብኻሊእ ዜናና ድማ ደቡብ ኣርባዕተ ነጥቢ ሸሞንተ ሚልዮን ዶላር ዝግመት ዓውዲ ፕሮጀክት ብሽርክነት መንግስቲ ኤርትራን ዩኤንዲፒን ኣብ መላእ ደቡባዊ ኤርትራ ቀረብ ጸዓት ይቕየር ከም ዘሎ ተገሊጹ። ሓደ ቀንዲ ኣገዳስነት ዘለዎ ሽርክነት ዩኤንዲፒ ወይ መደብ ልምዓት ሕቡራት ሃገራት ኣብ ኤርትራ ኣብ ዞባ ደቡብ መሰረታዊ ቀረብ ጸዓት ንምምጻእ ኣብ ዓዲ ቐይሕን ሰንዓፈን ንልዕሊ ዕስራ ሽሕ ስድራቤታት ብምትእስሳር ዝቕጽል ምዕራፍ ዘመናዊ ትሕተ ቅርጺ ሓይሊ ኤሌክትሪክ ናብ ልዕሊ ሚእትን ዕስራን ሓሙሽተን ሽሕ ነበርቲ ኣብ መላእ ዓዲ ቐይሕ፣ ሰንዓፈን ማይ ዓይንን ንምዝርጋሕ ተዳልዩ ከም ዘሎ ተገሊጹ። ኣርባዕተ ነጥቢ ሸሞንተ ሚልዮን ዶላር ዝግመት ዓውዩ ፕሮጀክት ሽርክነት መንግስቲ ኤርትራን ዩኤንዲፕን ኣብ መላእ ደቡባዊ ኤርትራ ንቐረብ ጸዓት ይቕይር ኣሎ። እዚ ተበግሶ ድሮ ቀዳማይ ምዕራፍ ኣብ ዓዲ ቐይሕን ሰንዓፈን ዝርከባ ክልተ ሽሕን ሽዱሽተ ሚእትን ዓሰርተ ሸሞንተን ስድራቤታት ወይ ድማ ትሽዓተ ሽሕን ሸሞንተ ሚእትን ሰማንያን ሽዱሽተን ሰባት ኣተሓሒዙ ከምዘሎን ክስካብ ታሕሳስ ክልተ ሽሕን ዕስራን ሓሙሽተን ድማ ክዛዘም ትፅቢት ከም ዝተገበረሉ እዩ ተገሊፁ ዘሎ። ብኻሊእ ዜናና ድማ ትራምፕ ቀንዲ ዕላምኡ ንኤሜሪካ ናብቲ ናይ ቀደም ምሕያላ ምምላስ እዩ። እዚ ንምግባር ድማ ኣትኩሮ ኤሜሪካ ኣብ ልዕሊ ኣፍሪካ ትገብሮ ክዓቢ ከም ዝኽእል ይግመት። ሓድሽ ምዕራፍ ዝምድና ኤሜሪካን ኤርትራን እቲ ጥንቁቕን መትከላዊ ትዕግስቲ ናይ ወፃእታት ፖሊሲ ኣብ ኤርትራ ቀዳማይ ፍረ የፍሪ ኣሎ። ፕሬደን ኤሜርካ ዶላንድ ትራምፕ ብዕለት ሰላሳ ሓምለ ክልተ ሽሕን ዒስራን ሓሙሽተን ኣብ ጸሓፎ ደብዳበ ናብ ፕሬደን ኢሳያስ ኣፈወርቂ ብምልኣኽ ኣሉታዊ ሃሰያ ዕንወት ምምሕዳር ባይደን ኣብ መላእ ዓለም ክቕየር ቃል ብምእታው ምስ ኤርትራ ዳግማይ ሃገራዊ ዝምድና ምምስራት ድልውነት ከም ዘለዎ ዘምልክት እዩ። እቲ ደብዳበ ፕሬደን ኢሳያስ ኣፈወርቂ ኣብ ክልተ ሽሕን ዒስራን ኣርባዕተን ዝጸሓፎ ምዉቕ ናይ እንኳዕ ኣሕጎሰካ ደብዳቤ ድሕሪ ኣዋርሕ ጸኒሑ እዩ ልኢኽሉ። ጂኦፖለቲካዊ ኣጠማምታ ኤሜሪካ ኣብ ዞባ ቀርኒ ኣፍሪካ ካብ ሓምሳታት ጀሚሩ ኣብ ኣዲስ ኣበባ መን ስልጣን ጨበጠ ብዘየግድስ፣ ኢትዮጵያ ንስትራቴጂካዊ ረብሓታት ኤሜሪካ ብዝበለጸ መንገዲ ዘገልገለት ሃገር እያ። ንኤርትራ ንኢትዮጵያን ኮነ ነቲ ዞባ ንከባቢ ሓደ ክፍለ ዘመነ ቀርኒ ኣፍሪቃ ዝቐጸለ ጉጉይ ፖሊሲ ንሕቡራት መንግስታት ኤሜሪካ እውን ከም ዘየርብሐ እዩ ዝግለጽ። ክፍሊ ጉዳይ ወጻኢ ኤሜሪካ ኣብተን ዝሓለፋ ዕስራን ሓሙሽተን ዓመታት ንስርዓት ለውጢ ዝብል ፖሊሲ ሒዙ ኣብ ምስይጣን ህዝብን መንግስትን ኤርትራ ተጸሚዱ ምጽንሑ ዝፍለጥ እዩ። ድሕሪ እዚ ናይ ነዊሕ ናይ ተጻብኦ ዓመታት ግና፣ ጸሓፊ ክፍሊ ጉዳያት ወጻኢ ኣሜሪካ ማርኮ ሮብዮ፣ ሃገሩ ምስ መንግስቲ ኤርትራን ህዝቢ ኤርትራን ክትሰርሕ ከም ትደሊ ክገልጽ ተሰሚዑ። ስዒቡ ድማ ፕሬዚደንት ትራምፕ ናብ ፕሬዚደንት ኢሳያስ ኣፈወርቂ መልእኽቲ ሰይዱ። እዚ መግለጺ እዚ ምምሕዳራት ኣሜሪካ ኣብ ልዕሊ ኤርትራ ንነዊሕ ዝተኸተልዎ ተጻብኦ ፖሊሲ ብጽንዓት መንግስትን ህዝብን ኤርትራ ከይተዓወተ ብምትራፉ ተስፋ ስለዘቑረጾም እዮም። ኣብዚ ሕጂ ሰዓት ስምምዓት ምስ ኤርትራ ክገብሩ ዝሓቱ ዘለዉ ትራም ዝኽተሎ ዘሎ ፖሊሲ ብብዙሕ መዳያት ምስቲ ናይ ነጻ መስመር ሕርያ ዝምድና ፖሊሲ ኤርትራ ክጠዓዓም ዘኽእል ከም ዝመስል እዚ ናይ ሓደ ዲፕሎማስያዊ ስጉምትታት ትራም ክንርዳእ ንኽእል። ኤርትራ መፋርቕ ክልተ ሽሕን ሓሙሽተን ንጥፈታት ዩኤስኤ ደው ከም ዘበለቶ ዝፍለጥ ኮይኑ፣ እቲ ምኽንያት ድማ ኤርትራ ፖሊሲ ምርኮሳ ስለእተኣምንን ብኡኡ ምጽዋት ረድኤትን ዝተጸየነት ሃገር ብምዃና እዩ። ፕሬዚደንት ትራምፕ ንዩኤስኤድ ናይ ብልሽዋት ገበነኛታት ትካል ብዝብል ክዕጸ ምውሳኑ ድማ ኤርትራ ኣብ ልዕሊ እቲ ትካል ብኣግኡ ዝወሰደቶ ስጉምቲ ብተግባር ቅኑዕ ምንባሩ ዝተረጋገጸ ሓቂ እዩ። ኣብዚ ሕጂ እዋን ብሓፈሻ ፖሊሲታት ትራምፕ ካብቶም ዝሓለፉ ምምሕዳራት ዋሽንግተን ፍሉይነት ኣለዎ ክበሃል ይከኣል። ኣብ ሓያሎ መዳያት ድማ ምስቲ ኤርትራ እትኽተሎ ፖሊሲ ዝቃዶ ምዃኑ እዩ ዝግለጽ። እዚ ድማ ንታራን ኣገዳስነት ኤርትራ ኣብቲ ዞባ እናደመቐን ጽልዋኣን እናሓየለን ከም ዝኸይድ ምግባር፣ ምምሕዳር ትራምፕ ምስ ኤርትራ ሓቢሩ ንምስራሕ ሰረት ዘለዎ ዲፕሎማስያዊ ጸምዶን ስምምዕን ናብ መድረኽ ከምርሕ ትጽቢት ይግበረሉ። እዚ ድማ ፕሬዚደንት ኢሳያስ ካብ ክልተ ሽሕን ዕስራን ሽዱሽተን ጀሚሩ ጽምዶ ምስ ኤሜሪካ ክሰርሐሉ ምዃኑ ሓቢሩ ምንባሩ ይፍለጥ። ኤርትራ እታ ኣንኮብቲ ዞባ ሰላምን ርግኣትን ዘውሓሰት ሃገር ክስካብ ዝኾነት፣ ኤሜሪካ ድማ ኣብ ዞባ ጽልዋን ቻይናን ሩስያን ንምጉዳል መሻርኽቲ ክትሕዝ ክትግደድ ስለ ትኽእል፣ ኣብ ልዕሊ ኤርትራ ጸንሐ ጉጉይ ኣመላኸኽታ ኤሜሪካ ንምቕያር ልዑል ዕድል ክፍጠር ተኽእሎ ኣሎ። እቲ ዕድል ድማ ድሮ ጀሚሩ ምህላዉ ይፍለጥ።

ዝኸበርኩምን ዝኸበርክን ተኸታተልትና ነቲ ሰዓት ዝሓዝናዮም ሓበሬታታት ነቶም ክትከታተልዎም ዝጸናሕኩም ይመስሉ ኔሮም። ኣብ ዝቕጽሉ ብኻልኦት ሓበሬታታት ክሳብ ንራኸብ ሰላም እናተመነና በብዘለኹሞ ሰላም ንዓኹም ይኹን። ሰላም።